ሰላም ሰላም ኤርትራውያን ኣሕዋተይን ኣሓተይን ኣብ መላእ ዓለም እትርከቡ ገሊኹም ከመይ ሓዲርኩም ገሊኹም ከመይ ውዒልኩም ገሊኹም ከዓ ከመይ ኣምሲኹም ኣብ ዲፐንድስ ኣበይ ዓዲ ኣለኹም ሎም መዓልቲ መቐፀልታ ናይታ ናይ መጀመርያ ግዜ ዝሰራሕኳ ልግጫ ትብል ወይ ኣልጫ ዘበናዊ ኣልጫ ናታ መቐጸልታ እታ ኣነ ዝፈልጣ ኣልጫ ኣብ ዓድና ኣነ ድዝክራ ማለት እዩ እተን ኣብታ ኣልጫ ዝኣትዋ ሒዘ መጽየ ክሰርሓ እየ ብቕልል ዝበለ መገዲ ርእይቶኹም ክትቡ ምናልባት እዚ ሙሉእ ብሙሉእ ኩሉ ሰብ ከምኡ ዓይነት ኣልጫ ድዩ ዝሰርሕ ኣብ ገዝኡ ዋላ ኣብ ገዛና ጥራሕ ድዩ ኣይፈለጥኩን ግን ተን ኣነ ዝዝክረን ኣብ ኣልጫ ዝኣትዋ ነገራት ሒዘየን መፅ ኣለኹ እተን ክረኽበን ዝኸኣልኩ ብዛ ዓዲ ማለት እዩ ካልእ እቲ ሰራርሓ ንክቐልጥፈኒ ኢለ ማድፋይ ዲገብረ ቁሩብ ይቕይረ እየ ማለት እዩ ኣብዚ ሓደ ማንካን ፈረቓን ዝኸውን ዘይቲ ገይረ ኣለኹ ዘይቲ እቲ ንስኹም ትጥቀምሉ ንዓኹም ስምዓኩም ክትገብሩ ትኽእሉ ኢኹም ኣብዚኣ ሓንቲ ማእከለይቲ ሽጉርቲ ኣላትኒ ኣብዚ ዓዲ ኣብ ዓድና ቀይሕ ሽጉርቲ ጥራሕ እዩ ዝገብር ሰብ ኣብዚ ግን ፃዕዳ ኣሎ እዚ የሎ ኣኒዮን ኣለዎ ዋይት ኣኒዮን የሎ ን ሬድ ኣለዎ ማለት እዩ ሕጂ ኢዘር ወይ ዘለኩም ወይ ድረኸብኩም ወይ ዝፈልኩም ክትጥቀሙ ትኽእል ኢኹም ኣድቂቐ ክመትሮ እየ ዝመርፅ ኣነ ሽጉርቲ ምክንያቱ እሱዩ እቲ መቐረት ሽጉርቲ ንመቐረት ኢና ንጥቀመሉ ማለት እዩ ኮርስ ብዙሕ ትሕዝቶ ኣለዎ ግን መቐረት ብዝያዳ

ሓንቲ ማእኸለይቲ ሽጉርቲ ይጥቀም እየ ግን ካብኡ ዝወሓደ ክትጥቀም እንተደሊኻ ትኽእል ኢኻ ካብኡ ዝበዝሐ ተደሊኻ እውን ክትጥቀም ትኽእል ኢኻ ማለት እዩ ብኸከም ናይ ውልቃዊ ድሌት ኣብ ዓድና ከም ዝዝከረኒ ብግምት እየን ዝገብርኦ መስለኒ ዓቐኑ ኣይዝክሮን እየ ጥራሕ እተን ኣብኣ ዝኣትዋ ዝነበራ ነገራት እየ ዝዝክር ማለት እዩ ስለዚ ሓደ ርብዒ ቃኝን ሓንቲ ማእኸለይቲ ሽጉርቲ ገይረ ኣለኹ ማለት እዩ ካልእ ቀመም ኣይ ቲንክ ብላዕሊ ኣቶ ነይር መስለ ንባዓድና ሬታ ኣይዝክሮን እየ ግን ቀመም ኣልጫ ኣለ ንባዕለይ ዝሰራሕ ኮናተይ ህሩድ ዝበዝሖ ኦፍኮርስ እዚ ብለንድ እዩ ከም ልክዕ ናይ ዓድና ኣይኮነን ግን ናተይ ምርጫ

ኤርማላይዝ ክገብሮ ኣይደልይን እየ ስለዚ ምናልባት ዘይልሙድ ክኸውን ይኽእል እዩ ማይ ምእታው ኣብቲ ኣነ ግን ማይ ክገብሮ እየ ክቐይር ስለ ዘይደለኹዎ ነቲ ሽጉርቲ ማለት እዩ እቲኣ ደሓን ኢግኖር ግበርዋ ናይ ዓድና ኣይኮነን ቀንዲ ዘገድስ እንታይ ኤንተን ኣብኣ ዝኣትዋ እየ ክዛረብ ደልየ ሕጂ ድንሽ ክልተ ማእኸላይ ድንሽ ቆሪፀ ጠሪፈ ዘፅናሕክዎ ኣሎ እዚኤንተን መጀመርያ ክበስላ ዘለወን ኤትኤም ድንሽ የን ቀንዲ ዘገድስ ክበስል ግድን ዘለዎ ማለት እዩ እቲ ካልእ ኣብኡ ዝኣቱ ዋላ ከይበሰለ እውን ክብላዕ ስለ ዝኽእል ናይ ግድን ኣይኮነን ክበስል ሕጂ እዛ ድንሽ ክሳዕ ትሸሉቕ እቲ ካልእ ከቆርፆ ዝደለኹ ከዳልዎ እየ ማለት እዩ which is ካሮት ኣለኒ and then cauliflower uh, I'm sorry ካውሎ ካቢቺ ኣለኒ ማለት እዩ ሽም እንድሕር ተጋጌ ጣቕሬታ ክትእሩሙኒ ትኽእሉ ኢኹም። እዚ ብዙሕ ግዜ ኣይወስድን እዩ፣ ሓንቲ ፍርቂ ማእኸለይቲ ካውኖ ካፕቺ ላኒ፣ ምናልባት ካብኡ ዝበዝሕ እውን ክግበር ይከኣል እዩ። ኣነ ዘለኒ ኣብዚ ገዛ ወይ ዝመስለኒ እየ ዝገብር ዘለኹ። ሶ ኣብ ዓቐን ክንድዚ ግበሩ ክንድዚ ኣይትግበሩ ኣይብልን እየ። ከም ዝጣዕመኩም ትገብሩ። ኣብ ዘይቲ ግን ጥንቅቕ ንበል፣ ከነውሕድ ከነብዝሓሉ የብልናን። ብሃሊተይ ካብኡ ሓሊፉ ግን መምርጫና ኣለና እዚ ነቲ ካሮቲ ኣብ ዓድና ይቕረብ ነይሩ ተዘይተጋጌ ሕጂ ኮ ሰብ ዳርጋ እንዳገደፎ ከይዲ ምቕራብ ኣነ ሕጂ ኣይቀርቦን እዩ ነቲ ካሮቲ ዳሬታ ምክንያቱ እቲ ትሕዝቶ ናቱ ክኸይድ ስለ ዘይደለኹ ማለት እዩ። ኣጽሪኻ ክትሓጽቦ ኣለካ። ዝኾነ ብደገ እቲ ዝቆሰለ ወይ እቲ ተባላሸወ እንተ ሃልዩ ክትሰዶ ይግባእ ማለት እዩ። እዚ ኮይኑ ምቕራፍ ኣየድልዮን እዩ። ሉዝ ንገብር ኣለና ቫይታሚንስ ሚነራልስ ካብቲ ቆርበት ብዙሕ ጥቕሚ ስለ ዘለዎ ማለት እዩ። ነዚ ካሮቲ ከም ድሌትኩም ክትቆርፅዎ ወይ ክትቆርፅዎ ትኽእላ ኢኻ ከደለኻ ደቂቕ ትገብሮ ከይልኻ ፍሉይ ትገብሮ ኣብ ናይ ምቑራፅ ፀገም የለን ከመይ ጌርካ ትቆርፆ ከመይ ጌርካ ትቕርቦ እሱ ናይ ውልቀ ሰባት ምርጫ እዩ ማለት እዩ እዚ ከምቲ ዝመስለኒ ይቆርፆ ኣለኻ እኔ ከም ዓቐን እውን ከም ዝመስለኩም ዝያዳ ካሮቲ ትፈትዉ ተኾይንኩም ዝያዳ ካሮቲ ተጠቐሙ ዝያዳ ሓምሊ ትፈትዉ ኮንኩም ዝያዳ ሓምሊ ዝበለፀ ድንሽ ግን ካልእ ግዜ ናተይ ናይ ገዛ ርሰይ ኣልጫ ከርእየኩም ከለኹ ዝያዳ ክገልፆ እየ ዝወሓደ ድንሽ እየ ዝጥቀም ኣነ ንባዕለይ ማለት እዚኣ ግን ኣፀቢቐ ከየርሕኦ ምእንቲ ካብቲ ባህላዊ ኣልጫ ዳስዋይ ድንሽ ብርክት ዝበለ ገይረ ዘለኹ እንጂ እዚኣን ቆሪፅ እየን ኣለኹ እዚኣ ፅብሒ ምክንያቱ ካሮት ብዙሕ ምብሳል ስለ ዘይደሊ ጣውላ ካፒቺ ድበለ ተደሊኹም ኣፍሪኹም ክትመትዎ ትኽእሉ ኣነ ደቂቕ ይፈቱ ምክንያቱ ንከብ ደቂቕ ተመቲሩ እቲ መቐረት ዲስትሪቢዩት ይገብር እዩ ፅቡቅ ገይሩ ኣብ ኩሉ ይበፅሕ እቲ ዲስትሪቢዩት ምብፃሕ ማለት እዩ መስለኒ ምክፋል

እዚ ዋላ ኣብ መወዳእታ ተኣተወ ፀገም ኣይኮነን። ኣፀቢቑ ክበስለልኩም እንተደሊኹም ከዓ ኣቐዲምኩም ወይ እንታይ ዝበሃል ቀልጢፍኩም ክተእትዎ ትኽእሉ ኢኹም ምስቲ ድንሽ ክበስል። ኣነ ግን ዩዥዋሊ መብዛሕትኡ ግዜ ኣብ መወዳእታ ዘእትዎ ማለት እዩ። ናተይ ምርጫ ባይ ወይ ኣልጫ ኣሎ ካልእ ብእንግሊሽ ስለ ፖስት ዝገበርኩ እምበር ብዙሕ ዝተመሳሰሊ ኣልጫ ዝተፈላለየ ኣሎ እኮ እስኪ ዝጠፍኣኩም ኣይብልኒ ዋላ እውን ነቶም እንግሊሽ ዘይትፈልጡ ኦረዲ እቲ ኣይድያ ይርዳእኩም እዩ እዚኣ ግን ምናልባት ብትግርኛ ስለ ዝጀመርኩዋ ነታ ስክፍታ ንዓኣ ክምልኣ ምእንቲ ኢለ እየ ብትግርኛ ዝብል ዘለኹ እምበር ብእንግሊሽ ይመርፅ ምክንያቱ ብዙሓት ሰባት ክጥቀምሉ ስለ ዝደሊ ትግርኛ ተኮይኑ ነቶም ትግርኛ ዝዛረቡ ጥራሕ ክጠቅም ማለት እዩ ብዝኾነ ግን ነተን ኣትሊስት ንዝተኻእለ መጠን ክሳዕ ፅቡቅ ጌርና ንዘራረበሉ ነዚ ኣልዒለዮ ዘለኹ ኣርእስቲ ብቀጻሊ ክፍትን እየ ትግርኛ ፖስት ክገብር ኣዘርዋይስ ንኩሉ ሰብ ክበጽሖ ስለ ዝደሊ ኣነ በተን ድፈልጠን ቋንቋ ከዓ ንሰን እየን ኣኺልወን እንግሊሽ ወይ ትግርኛ እዩ ካልእ የብለይን እቲ ዓረብ ጠፊኡ እዩ ስለዚ ሆፕሊ እቲ እንግሊሽ ዝበዝሕ ህዝቢ እንግሊሽ ፈልጥ ስለ ዝኾነ ክስ ርድኣኒ ይኽእል እዩ ክጥቀመሉ ክእል እየ ካልእ ሰብ ኢለ ስለ ዝሓስብ እየ ካልእ እቲ ጠቕሚ ብዙሓት ሰባት ንሕና ኣብ ኢድና ኣሎ ዳርጋ ሰሪሑ ሰሪሓ ብፍላይ ደቂ ኣንስትዮስ ምግቢ ሰሪሓ ዘይትኽእል ኤርትራዊት ኣላ ኢለ ኣይሓስብን እየ ዋላ ሓብቲ ካብቲ ሓደ ዝምካሓሉ ወይ እውን ኩሉ ግዜ ዝዛረበሉ ኣብቲ ናህና ፕሮግራም ሰሪሓ ምግቢ ሰሪሓ ዘይትኽእል ኤርትራዊት የላን ኢለ እየ ዝዛረብ ማለት እዩ። እዚ ከዓ ሓቂ እዩ። ሓቂ ዝስራሓ ከ ኣይኮነን እዚኤን ከእትወን እየ ሕጂ ኣየኮሶን እያ ንኩሉ ግዜ ስኢለ እየ ዝሪኦ እቲ ድንሽ ክስበር ኣይደልዮን እየ ጥራሕ ክበስል ሕጂ እዚ ሓምሊ ንባዕሉ ነቲ ድንሽ እቲ ማይ ብላዕሊ ኮይኑ ንከይሓርር ይሕግዞ ማለት እዩ። ኣብ ልዕሊኡ እዘን ካሮት እትወን ኣብ ዓድና ምናልባት እንዳ ኮሳ እየን ዝሰርሐኦ ዝኾና ኣይ ቲንክ ንእሽተይ ስለ ዝነበርኩ ብዙሕ ኣይዝከርን እዩ እዚ ደዘን መረር ዋላ እንዳ ኮስክን እንዳ ኮስኩም እውን ክትሰርሑ ትኽእሉ ኢኹም ማለት እዩ ሕጂ እዚ እንዳቐፀለ እንከሎ ግዜ ካብ ዓሰርተ ሓሙሽተ ደቂቕ ክሳብ ዕስራ ደቂቕ እንተበዚሑ እዩ ዝውዳእ ማለት እዩ። እቲ ድንሽ ስራሕ እየ ክበስል ደልየ ዘለኹ። ካልእ ሽጉርቲ ፃዕዳ ኣሎ ግን ብዛዕባ ዓቐን ኣይኮንኩን ዝዛረብ ደለኹ። ብዙሕ ሽጉርቲ ፃዕዳ ዝፈቱ ሰብ ኣለዎ ዘይፈቱ ኣሎ ከከም ድልየትኩም ማለት እዩ። ግን ዓይና ሽጉርቲ ፃዕዳ ይኣትዎ ከም ዝነበረ ኣልጫ ይዝከረኒ ማለት እዩ። ፍረሽ እየ ዝፈቱ ዝኾነ ነገር ሓድሽ ፍረሽ እየ ዝፈቱ ማለት እዩ ኣይ ሃቭ ሽጉርቲ ፃዕዳ ካብ ኣነ ኣዝየ ዝፀልኦ ዝነበርኩ እዩ ነይሩ ምሽተይ ከለኹ ብጣዕሚ ምስ ኣደይ ኩሉ ግዜ ኢና ንኹርን እየ ኩሪ ነይረ ሽጉርቲ ፃዕዳ ዘለዎ ፀብሒ ክትገብር ከላ እዛ ከዓ ኩሉ ግዜ ቀፃሊ ሽጉርቲ ፃዕዳ ትገብረሉ ስለ ዝነበረት ኣደይ ምስ ኣደይ ኩሉ ግዜ ይኹሪ ነይረ ማለት እዩ ሕጂ ግን ሽጉርቲ ፃዕዳ ብጣዕሚ እየ ዝፈትዎ ካሮት ከኣ ካብቲ ሓደ ኣነ ዝጸልኦ ዝነበርኩ ንእሽተይ ከለኹ ማለት እዩ ግን ምስ ፈለጥካ ኩሉ ግዜ ይቕየር እዩ ናትካ ድልየት ናትካ ልቢ ምስ ገበርካ ብሓፂሩ ልቢ ምስ ገበርካ ክንዲ ሰብ ምስ ኮንካን ኣፍልጦ ምስ ኣጥረኻን ኣትሊስት ንዓይ ዳት ሃዋይ ፊል ነቲ ዝጸልኦ ዝነበርኩ ነገር ክለምዶ ንነብሰይ እምነያ ማለት እዩ ክለምዶ ኣለኒ ግድን ሰምታይ ፅቡቅ ስለ ዝኾነ ነቲ ሕማቅ ዝኾነ ከዓ ክገድፎ ክኢለ ማለት እዩ ኣትሊስት ከጉድሎ ይከኣል ይከኣል እዩ እንድሕር ደሊኻ ማለት እዩ ሰለባት ማይንድ ሰት ኣብ ኣእምሮና ዝቐረፅናዮ ዝኾነ ነገር ክንገብሮ ኣለና ክንገብሮ ንኽእል ኢና በሃሊት እያ ፀለባት ማይንድ ሰት እዝና ሽጉርቲ ፃዕዳ ጥንቂ መወዳእታ እዩ ይመስለኒ ብዓድና ድኣቱ ኣነ ኣብ ዝኾነ ግዜ የዘቱ ኣብዚ ኣዲማውን ኢለ ነይረ ሰዴና በርሴ መለኦ ክብላ ይሰምዓ ባዕለ ይሰምዐን ነይረ ባዕለ ደይ ዋላ ሕጂ ብተደጋጋሚ ከማን ዓይና እዩ ሰዴኖ ዓይና እዩ በርሰ ሚሎ ሓቂ ክዛረብ ገና ኣይ ኣይረጋገፅኩን ኣለኹ ዓይና እዩ ዓይና ግን ብእንግሊሽ ስዊት ቤዝል ኣሎ ፓርስሊ ኣሎ ንን ሲላንትሮ ከዓ ኣሎ ካልእ ከዓ እቲ ሳለሪ ኣሎ ማለት እዩ ኣይ ዶንት ኖ ኣየናይ ንኤናይ እዩ ፐርሰሜሎ ኣየናይ እዩ እቲ ዘዴኖ ኣይፈልጦ ግን ኣይፈለጥክዎን ኣለኹ ግን ካብ ኩሉ ሓዲኡ ወይ ኩሉ ንዓኹም ዝሰማምዓኩም ትፈትዎ ኩሉ ፍልይ ዝበለ ጨናን ዝመቐረትን ኣለዎ ይፈላለ ስለ ዝኾነ እቲ ንስኹም ንስኻት ትፈትዎ ክትጥቀሙ ትኽእል ኢኹም ማለት እዩ ኣነ ከዓ ዝኹል- ዘለን እየ ዝጥቀም ኩሉ ግዜ ፓርስሊ ዝጥቀሙ ኣለዎ ሰላድ ፍሪ ዝገብረሉ እዋን ኣሎ ስዊት ቤዝል ዝገብረሉ እዋን ኣሎ ዘለን ኣብዚ ገዛ ማለት እዩ እዚ በርበሮኒ ኣይ የእተኽሉን ኣለኹ መብዛሕትኡ ግዜ ኣነ ከም ኣነ በርበሮኒ ኣብ ልጫ ይኣቱ እዩ ልክዕ ክንድቲ ሽጉር ክንድቲ ድንሽ ቆሪፀን ይገብርኦ ትሪኢኻ ንትርኢቱ ኣዝዩ ፅቡቅ እዩ ግን ኣነ እንታይ ይመርፅ ብደቂቅ ተመቲሩ ክኣቱ ከሎ ናተይ ምርጫ ማለት እዩ ደቂቅ መቲረ እንድሕር እትዮ ዝያዳት መቐረቱ ንዓይ ደስ ይብለኒ ማለት እዩ ሕጂ ክሰልጠኒ ከኣ ግዜ ክቁጥብ ስለ ዝደሊ ምስ ገዛእክዎ በርበሮኒ ኣይጥቀምን እየ ፐርሰናሊ ስዊት ፔፐር ኣለዋ እተን ዝነኣሳ ደቀቅቲ ጉዕ በርበረ ዝመስላ ስዊት ፔፐር ንሱ ዝያዳ ንዓይ ይስማዓኒ ዝያዳ እውን ቫይታሚንስ ሚነራል ስለ ዘለዎ ንሱ ዋላ ብ ከይበሰለ ክብላዕ ይከኣል እዩ እሱ ዶቂሰ ምስቲ ሽጉርቲ ፃዕዳ ምስ ጉዕ በርበረ ምስ ዘይቲ ገይረ ቀመም ገይረ ኣብ ከምዚ ይቐምጦሙኒ ክጥቀም ኮሲ ኤኒ ታይም ዋላ ኣብ ሰላጣ ይኹን ኣብ ፉል ድዩ ኣብ ዝኾነ ነገር ክጥቀመሉ ግዜ ይቑጥብ ካልኣይ ከዓ ከይተበላሸወ ከሎ ፍሬሽ እንከሎ ከምዚ እየ ዝገብሮ ኣነ ናተይ ምርጫ ማለት እዩ እቲ በርበረኒ ኣብቲ ስለ ዘሎ

እሞ እዚ ቤዝል ከኣ ብላዕሊ ከእትዎ እዚ ዋላ ምስ ወዳእካ ምስ በሰለ ብላዕሊ ከእትዎ ይከኣል እዩ ማለት እዩ ሕጂ እዚኤን እየን እተን ኣብታ ኣልጫ ኣነ ዝፈልጠ ኣልጫ እዚኣ እያ ማለት እዩ እቲ ማይ ቁርብ ክውስኸለ ሓደ ፍርቂ ኩባያ ማይ ገይረሉ ኣለኹ ሕጂ ዲፐንስ ምስ ምንታይ ምስ መብዛሕትኡ ግዜ ኣልጫ ምስ እንጀራ ስለ እንቕርቦ ማይ እንተገበርናሉ ፅቡቕ ዝሓሸ እዩ። ከምዚ ሶስ ወይ እንተደኣ ሃልይዎ ዝያዳ ፅቡቕ ምክንያቱ እንጀራ ማይ ክሰቲ ስለ ዘለዎ ፀብሒ ኣለስ ኦፍኮርስ ካልእ ፀብሕታት ኣሎ ግን እታ ኣነ ዝፈልጣ ኣልጫ ቁሩብ ማይ ኣለዋ ማለት እዩ። እዚ እዚኣ እያ እታ ኣነ ዋላ ትርኢታ ንሳ እያ እዚኣ ክሳብ ዝዝክራ ኣልጫ ትርኢት ክትሪኦ ፅቡቅ እዩ እቲ ቤይ ኣፕታይዚን ብልዓኒ ብልዓኒ እዩ ዝብለካ ማለት እዩ ኣብ ኣፍካ እውን ኣዝዩ ምቁር እ፣ ብጀካ ናይ እቲ ድንሽ ሃይ ግላይስሚክ ኢንደክስ ድንሽ ብዙሕ ሽኮር ስለ ዘለዎ ካብ እ፣ ሰክፈካ እምበር ኣልጫ ኣዝዩ ጥዕናኡ ጥዕና ዘለዎ ምግቢ እዩ ማለት እዩ እዚ ከዓ እቲ ድንሽ ከተውሕዶ ትኽእል ኢኻ ወይ ካልእ ግዜ ኻ ክንዛረበሉ ካልእ መገዲ እውን ኣሎ ነቲ ሽኮር ክተውሕደሉ ትኽእል መገድታት ሕጂ ጨው ኣብዚ ብዙሕ ኣይገብርን ያነ ጨው ከም ነፍሲ ወከፍ ነናቱ ድልየት ኣለዎ ነናቱ ኩነታት ስለ ዘለዎ ከከም ኩነታትኩም ኣብቲ ጨው ማለት እዩ ብግዚያ ክኸና እያ ሓንሳብታ ድንሽ ቀሪባ ክትመስል ግን ኣይወንን ሜክሹር ርግፀኛ ክኸውን ደልየ ክበስል ፅቡቅ ገይሩ ድንሽ ከይበሰለ ክብላዕ ኣይብሉን ግድን ሙሉእ ብሙሉእ ክበስል ኣለዎ እቲ ካልእ ምብሳል ኣየድልየን እዩ ካልእ ከማን ድንሽ በቲ ረስኒ እንድሕር ደኣ ፀኒሕካ ኮይንካ ትቕርቦ እቲ ረስኒ ክሳዕ ዘዝሕል ንባዕሉ ክስታይ ገብሮ እዩ ኩክ የብስሎ ስለ ዝኾነ ናይ ግድን ኣይኮነን ክሳዕ ፈርከሽከሽ ድብል ከተብስሎ ክስበረ መብዛሕትኡ ግዜ ናይ ኣልጫ ክስበረና ኣይንደልዮን ኢና ነቲ ድንሽ ማለት እዩ ኦልዶ ምስ ፀንሐ ምስባሩ ኣይተርፎን እዩ እንደገና እውን ኣዝዩ ከዓ ጥዑም እዩ ምስባሩ እውን ኣይተርፎን እዩ ዋላ ክንበልዖ ከለና ክንሰብሮ ስለ ዝኾና ማለት እዩ ሕጂ እዚኣ ክሳብ ትበስለለይ ነዚአን ከላዕለን እየ

እዚ ኩሉ ግዜ ኣብ ሃይ ሂት እየ ሃይ ሂት እየ ዝጥቀም ዘለኹ ጃስት ከይሓርር ኩሉ ግዜ pay attention ክትሕልዎ ኣለካ እምበር high heat ጌርካ ዝለዓለ ዋዒ ዝበሃል high heat ዘለዎ ጌርካ እንድሕር ኮክ ጌርካ ሓደ ግዜ እቲ ቁጡዕ ካልኣይ እውን እቲ ኣሕምልቲ ሕብሩ ኣይቅይርን እዩ ቀስ ኢልካ እንድሕር ደኣ ብቐስ ብበላሓው እንተ ኣብሲልካዮ ክሳዕ ዝበስል እቲ ሕብሪ ይጠፍእ ማለት እዩ ምናልባት እውን ብይቲ ዝጠፍእ ቫይታሚንስ ም ይህሉ ይኸውን ክጎድል እዩ ከምቲ ፍረሽ ኣይኮነን ማለት እዩ ስለዚ ብከምኡ እየ ኣነ ሃይሂድ ዝፈቱ ብክልተ ጥቕሚ ኣለዎ እቲ ዋላ እቲ መቐረቱ ከማ ንንበይድ እዩ ቀስ ኢልካ ደብሰልካዮ ኣንለስ ፕሮቲን እንድሕር ኮይኑ ፕሮቲን ተኮይኑ ቀስ ኢሉ ዝበሰለ ዝያዳ ፅቡቕ ማለት እዩ እዚ ግን ኣሕምልቲ ስለ ዝኾነ ቀልጢፍካ እንተ ኣብሲልካዮ ዝያዳ እቲ መቐረቱን እቲ ትርኢቱን ዝያዳ ፅቡቕ ይኸውን ማለት እዩ እዚ ውሽጢ ክልተ ደቂቕ ሽድ ቢዳን ሙሉእ ብሙሉእ ናይ ዓድና ክንገብራ ምእንቲ መቐረቢ ትንእሽተይ ኣላትኒ እንጀራ ከማን ማዕሪኡ ንእሽተይ ማለት እዩ እዚ ኣብ ዓበ መጎጎ ዝተሰርሐ ዘይኮነ ኣብ ባዴላ ዝተሰንከተ እንጀራ ኣለኒ ኣብዚ ድልየትኩም ጌርኩም ክትቅርብዎ ትኽእሉ ኢኹም ኣነ ግን ምስቲ ኩነታት ግዜ ምቑጣብ ከምኡ ውን ኣብቲ እንጀራ ባህላዊ ክመስል እንድሕር ዳ ኮይኑስ ማዕረ እቲ ሸሓነ ክሪኦ ደስ ስለ ዝብለኒ ኣብ ባዴላ ኣክሽሊ ምስንካት ይመርፅ እንጀራ ማለት እዩ ስለዚ እዚኣ ማዕረ እታ ሸሓኒ ኮይናትለይ ኣላ ኣብዚኣ ከዓ ክብላ እየ እዚ እዚኣ እሽድ ቢዳን ወዲ ኣያ ተርን ኢት ኦፍ እዚኣ ከዓ ክብላ እየ ነቲ ክትርእይዎ እዚ እንጀራ ፅ- ፀሊም ጣፍ ወይ ቀይሕ ጣፍ እዩ እቲ ዝበለፀ ንጥዕናና ከዓ ንሱ እዩ ስለዚ ኣይትፅልዎ ዝያዳ እንተ ደኣ ፀኒሑ እዚ ፅቡቅ እዩ ኣልጫ ወይ ዋላ ፀቢሕካ እውን ከተፅንዖ ትኽእል ኢኻ ማለት እዩ ስለዚ እታ ኣነ ዝፈልጣ ኣልጫ እዚኣ ትመስል ከባቢ ዕስራ ደቂቕ ወሲዳለይ ክውድኣ ማለት እዩ ሕጂ ኣብ ውሽጢ ሰላሳ ደቂቕ ፅቡቕ ምግቢ ክሰርሕ ይከኣል እዩ ግዜ የብልናን ንብል ብዙሕ ምክንያታት ኢና ነምፅእ እቲ ጃንክ ፉድ ናይ ደገ ምግቢ ንኪንቪኒየንስ ንክጥዕመና ኢልና ንበልዖ ንዓና ሃሳይ ክኸውን ይኽእል እዩ ግን ኣብ ገዛ ሰሪሕናዮ እውን ከምቲ ዘይቲ ዝበዝሖ ጨው ዝበዝሖ ሽኮር ዝበዝሖ እንተ ኮይኑ ንዓና ንጥዕናና ሃሳይ እዩ ምናልባት ብዙሓት ሰባት ንዓይ ሰሓንቲ ይገብረንን እዩ ደሌተ ይብላ ወላ ሓንቲ ደይ ኩላና ክንመወት ኢና ደይ ክንሓምም ኢና ዝብል ሰብ ኣሎ እዚ ፈውሲ ሞት ደይኮነስ ነቲ ክመፃካ ዝኽእል ሕማማት ከመይ ጌርካ ትደንጉዮ ወይ እውን ተድክሞ እዩ ዘሎ ማለት እዩ እምበር ሞት ፈወሲ ናይ ሞት ኣይተረኸበን ኣለ ክሳብ ሕጂ ኣንፎርችነትሊ ስለዚ እዚኣ እታ ኣልጫ ኣነ ዝፈልጣ ማለት እያ ካልእ ርእቶ እንድሕር ኣለኩም ከዓ ነገሩኒ ዘጉደልኩሉ እንድሕር ኣሎ ርእቶ መርሓባ ሙሉእ ብምሉእ እታ ዝክራ ኣነ ከምታ ቀዲመ ዝበልኩ ካብ ኤርትራ ንሽተይ ከለኹ ስለ ዝወፃኹ ካብ ትዕዝብቲ ዳ እምበር ባዕለይ ኣልጫ ሰሪሐ ኣይፈልጥን እየ ቀድሚ ካብ ኤርትራ ምውፀኢ ማለት እዩ ግን ይሪኦ ነይረ እናተይ ዝፈትዎ ምግቢ ከዓ ዝነበረ ብፍላይ ኣብ ንግደት ክህሉ እንከሎ ብጣዕሚ ፈትዎ ነይረ ማለት ሕጂ ናትኩም ኣልጫ ከዓ ኣብ ገዛኹም ኣሎ እዚኣ ግን ታጥዕና ዘለዋ ኣልጫ ትበሃል ባህልና ብኸምኡ እየ ኸኣ ኣነ ቅድሚ ናህና ናይ ባህልና ምግቢ ምድርባይና ካልኣይ ግዜ ንሕሰብ ዝበልኩ። እቲ ቅድሚ ሕጂ ዘርኣኹኹም ዶ ይበልጽ እቲ ግዝያዊ ኣልጫ ዋላ እዚ? እዚ ባዕልኹም ንነብስኹም ሓቲትኩም ኣየናይ ንጥዕናኹም ይበልጽ ኣየናይ ከ ክብሪ ናይ ናይ ባህሊ ክቡር ዝገብሮ እቲ ውጽኢት ነዚ እንተበሊዕካ እንታይ ናይ ጥዕና ውጽኢት ኣሎ እቲ ሓደ እንተበሊዕካ ከ እንታይ ውፅኢቱ እሱ ኣስፊሕና ክንዘራርበሉ ኢና። እዚ እቲ ዝበለፀ ምግቢ ናይ ዓድና ንዓና ጥራሕ ዘይኮነ ነቶም ካልኦት ሰባት ብሕማም ዝሳቐዩ ዘለዉ ብሰንኪ ምግቢ ኣበላልዓ ኣሰራርሓ ዘይምኽኣሎም እቲ ባህሎም ከም ናይ ባህልና ስለዘይኮነ ንዕኦም ከማን ክንሕግዞምን ከነርእዮምን ሓላፍነት ኣለና ከም ኣብዚ ናይ እዚ ኣባላት ናይ ሕብረተሰብ ናይ ሞል ዓለም ሕብረተሰብ ክብል እንኮለኹ ብዛዕባ ናህና ሕብረተሰብ ጥራሕ ኣይኮንኩን ኣነ ከም ኣነ ዝሓስብ ማለት እዩ ብምሉኡ ኣብ ዓለም ዘሎ ሰብ ዓቕምና ክንገብረሉ ክንሕግዞ ከነፋለጦ ባህልና ከ እንድሕር እዚ ብኢድና ዘሎ ንካልኦት ኢና ከነርእዮ ዝግባኣና ኮሪዕና ደስ እንዳበለና እዚ ነለ ኣመራፂ ኢድና ከነርእዮም ይግባኣና ካልኦት ምግብና እንዳተቀዳደሙሉ ሕሉፍ ሓሊፎም ቢዝነስ እንዳገበርሉ ደቂ ካልእ ዓዲ ብናህና ምግቢ ገይሮምሲ ኒሕና ናህና ደርቢና ናይ እንዳማትና ጓሓፍ ክንእክብ ዓገብ ብናተይ ኣረኣእያ ሬታ ኣይተሓዙለይ ምናልባት ብዙሓት ሰባት ፅቡቅ ዘይስማዓኩም ክትህልዉ ትኽእል ኢኹም እሱ ናታትኩም ርእቶ እዩ ኣነ ናተይ ርእቶ እየ ዝዛረብ ዘለኹ ግን እንታይ ከም ትገብሩ እነግረኩም የለኹምን ወይ እነግረክን የለኹን ኣነ መዘኻኸሪ ጥራሕ ከምፅ ደልየ ጓሓፍ እንዳማትና ኣይንኣክብ ወርቂ ኣብ ኢድና እንከሎ ወርቅና ደርቢና ጨርቂ እንዳማትና ኣይንኣክብ ጓሓፍ ኣይንኣክብ እየ ዝብል ዘለኹ እዚ ዝበለፀ እዚ ወርቂ እዩ ንዓይ ምባህለይ ደስ እንዳበለኒ እንዳኾራዕኩ ንካልኦት ይምህሮ እየ ነዚ ኣነ ኣሰራርሓ እዚ ምግቢ እዚ እዚ ናይ ዓድና እዩ እንዳበልኩ ንስኻትኩም ከዓ ከምኡ ግበረ ወይ ከምኡ ግበራ በዚ የቐንየለይ እሞ ርእይቶኹም ከኣ ብመርሓባ እንዳበልና ንጽበ ማለት እዩ። ሰናይ ምክትታል።